እንታይ ትመኽሩኒ? ካብ ኣፍጋኒስታን ወሊደ ቅድሚ ምውላድ ከቢድ ክኸውን ኢለ ዘይገመትክዎ ናብራ ብሰንኪ ሰብኣየ ወዲ ካልእ ዜጋ ምዃኑ ህይወት ከፊእኒ። ሰላም ክቡር ህዝበይ፣ ንትህበኒ ምኽሪ ቀዲመ የመስግን። ስመይን ድሕነተይ ዓቂበዮ ኣለኹ፣ ንሕጂ ግን ሄርሜላ ክትብሉኒ ትኽእሉ ኢኹም። መልክዐይ ቅርጺ ነብሰይን ክንእድ ኢለ ኣይኮንኩን፣ ግን ርእይ ምስ ኣበልካያ ትፍቶ ጓል'የ። ጓል ዕስራን ኣርባዕተን ዓመት'የ፣ ኣብ ኤርትራ ኣብ ዞባ ጋሽ-ባርካ፣ ከተማ ተሰነየ ተወሊደ ዓብየ። ክሳብ ስደት ኢለ ዝወጽእ ካብ ተሰነይ ናብ ዝኾነ ቦታ ተንቀሳቒሰ ኣይፈልጥን። ኣብ ኤርትራ ንፍዕቲ'ኳ እንተዘይበልኩ ማእከለይ ተምሃሪት'የ ነይረ፣ ሓፋር ስለ ዝነበርኩ'ውን ካብ ትምህርተይ ንገዛይ ጥራይ እምበር ከም መዛኖይ ዝገብርኦ ዝነበራ ደገ ደገ ይብል ኣይነበርኩን። ካብ ኤርትራ ክልተ ሽሕን ዓሰርተ ኣርባዕተን ወጽኤ፣ ሱዳን ምስ ሰገርኩ ግን ጠባየይ ቶታል ተቐይሩ። ካብ ሓፋር ናብ ዘይትሓፍር፣ ካብ ኣዝያ ዝሕልቲ ናብ ኣዝያ ውዕይቲ ተቐይረ። ከምዚ ንክኾን ቀንዲ ተሓታቲት ባዕለይ እኳ እንተኾንኩ፣ ኣብ ሱዳን ምስ መጻኹ፣ ምስ ውዕይ ዝበሉ መተዓብይተይ ገዛ ተኻርየ ይነብር ስለ ዝነበርኩ፣ ናቶም ጽልዋ ነይርዎ'ዩ። ጠንቂ እዚ ወሪድኒ ዘሎ፣ እዚ ሕጂ ዝዕለኩም ድማ መበገሲኡ ካብ ሱዳን'ዩ ጀሚሩ። ካብ ሱዳን ኣትሒዘ ጓል ምስ ዝተፈላለየ ኣወዳት ክትዘውር ኣለዋ። ንዓለምስ ክትሪኣ ኣለዋ ዝብል መርገጺ እዩ ነይርኒ። ከም ውጽኢቱ ድማ ጀርመን ኣትየ ክሳብ ዝወልድ ሓሙሽተ ወዳት ኣዕሩኽ ነይሮሙኒ። ኩሎም ኤርትራውያን እዮም ነይሮም። እዚ ኣቦ ወደይ መበል ሻድሻይ እዩ። ምስ ኩሎም ባዕለይ እየ ፍቕርና ከም ዝቋረጽ ገይረዮ። ብፍላይ ምስ ገሊኦም እንዳ ለመኑኒ እየ ገዲፈዮም። ኣብ ጀርመን ካብ ዝኣቱ ኣስታት ሸውዓተ ዓመት ገይረ ኣለኹ። ኣብዚ ሕጂ ሰዓት ኣደ ሓደ ቆልዓ እየ። ኣቦ ወደይ ዓብዱረዛ ይበሃል። ኣፍጋኒስታን እዩ ወደይ ድማ ናጂብ ይበሃል ሕጂ ወዲ ሓደ ዓመት ሰለስተ ወርሕን እዩ ምስ ኣቦ ወደይ ትሕቲ ዕድመ ኣብ ካምፕ ብሓንሳብ ከለና ኢና ንፋለጥ ኔርና ድሕሪ ካብ ትዕቲ ዕድመ ምስ ወጻና ነዊሕ ኣይተራኸብናን ኔርና ደሓር ግን ናብዚ ዘለኹዎ ዓዲ ምስ መጸ ምስቲ መበል ሓሙሻይ ዓርከይ ወዲየ ስለ ዝሰምዐ ክጽሕፈለይ ጀሚሩ ጽቡቕ ሌላ ስለ ዝነበረና ከም ኣመለይ ምስኡውን ፍቕራዊ ሂወት ጀሚረ ኣብቲ ሽዑ እዋን ብዘይካ ክልተ ኣዋልድ መሓዙተይ ኤርትራውያን፣ ካልእ መብዛሕትኦም ፈለጥተይ ጀርመናውያንን ደቂ ወጻእን እዮም ነይሮም። ምስ ዓብዲረዛ ኣይጸናሕናን ኣብ ወርሕና ፍቑራት ኰይንና። ዘይሓሰብናዮ ድማ መስተ ብዚሕና ጸታዊ ርክብ ገይርና። ከም ዝገበርና ግን ይፈልጥ ኣይነበርኩን። ድቂ ምስ ሓዝኩ እየ ተረዲኡኒ። ዓብዲረዛ ካብ ትጽቢተይ ወጻኢ ወድየይ ኣይኰነን እኳ ክብለኒ እንተፈተነ፣ ምስ ተመርመርና ግን ወዱ ጸኒሑ። ብዘይ ሕጉስ መንፈስ ተቐቢልኒ ብሓንሳብ ክንነብር ካብ ንጅምር ድሮ ክልተ ዓመት ጌርና ኣለና። ኣነ ትግርኛ እየ ሃይማኖተይ ኦርቶዶክስ እዩ ንሱ ድማ ሞስሊም። ወድና ሞስሊም ዝብል ሃይማኖት እኳ እንተዘይተቐበለ ናጅብ ዝብል ናይ ሞስሊም ስም እዩ ግን ኣቡኡ ሓርይሉ። እቲ ቀንዲ ጸገም ኣምጺኢለይ ዘሎ ግን ሙሉእ መዓልቲ ኣብ ገዛ እየ ዝውዕል ካብ ፈለማ ብሸለልትነተይ ምስ ደቂ ሃገረይ ጽቡቕ ኮንታክት ስለ ዘይነበረኒ ገዛ ዝመጽእ ዝኾነ ወዲ ሃገረይ የለን። ቤተሰበይ እውን ካብዚ ሃገር ወጻኢ ጥራይ እምበር ኣብዚ ሃገር የብለይን። ወረቐተይ ድማ ናይ ሓደ ዓመት እዩ። ናብ ካልእ ሃገር ክገይሽ ኣይፍቀደንን። ንሰብኣየይ ደቂ ሃገሩ ኣዝማዱ ኣዕርኽቱ ግን መዓልታዊ ቀዳማ ሰንበት ኣብ ቤተይ ኣለዉ። ሽሻይ ይስሕቡ፣ ኣነ ድማ ኩሉ ግዜ ዘድልዮም መግቢ ይቕርበሎም። ሓቂ ይሓይሽ ሰብኣየይ ጽቡቕ ስራሕ እዩ ዘለዎ፣ ኣስቤዛ ኣይንሽገርን። ግን ኣብቲ ገዛ ዳርጋ ከም ከዳሚት ኮይኑ ይስምዓኒ። ሙሉ መዓልቲ ደርፊ ኣፍጋኒስታን እዩ ዝውላዕ። እቲ ናይ ገዛና ኩነታት ኩሉ ብናይ ኣፍጋኒስታን ሃዋሁ ዝተባሕተ እዩ። ነዚ ድማ እንዳጸላእክዎ መጽየ ሕጂ ግን ዒግ ኢልኒ ሕጂ ናፊቀዮ ዘለኩ ግን እቲ ናህና ባህሊ ሓቢርካ ኣውዳኣመት ምሕላፍ ኣብ ትርፊ ግዜካ ቡን ምስታይ ምዕላል ብጣዕሚ ከም ዝጎደለኒ ሕጂ ዩ ዝርዳኣኒ ዘሎ ወላ እቲ ምስ ደቂ ሃገርካ ኮንካ ፊልም ምርኣይ ኮሜዲ ምርኣይ ሲኢነዮ ጸጋታት ሕብረተሰብና ማዕረ ክንደይ ጥዑማት ምኳኖም ሓደ ብሓደ ክበርሁለይ ጀሚሮም። ወላ እኳ እቲ ቆልዓ ምምጻእ ዘይሓሰብክዎ እንተነበረ፣ ካብ ምጸ ግን ክቕበሎ ናይ ግድን ስለ ዝኾነ ዝገብሮ የብለይን። ሓደ ነገር ዘረጋገጽክዎ ግን ኣሎ፣ ንሱ ድማ ህይወተይ ከምዚ ዘላቶ ክትቅጽል ፈጺሙ ባህጊ የብለይን። ኣቦ ወደይ ዕርክነት ካብ ንጅምር ክልተ ግዜ'ዩ ሮሞዳን ኣሕሊፉ። ዳርጋ ንዓይ እውን ጽምእ ክብለኒ ጀሚሩ ነይሩ'ዩ። ኣነ ግን ኣነ ሞስሊም ከም ዘይኮንኩ ትፈልጥ እንዲኻ ኢለ ምስ ተዃታዕክዎ ሸለል ይብለኒ ነይሩ። ኩነታት ከም ዝርእዮ ዘለኹ ግን፣ ንንውሕ ዝበለ ዓመታት ምስኡ እንተ ነቢረ ናብታ ሃይማኖት ወይ ብፍታወይ ወይ ድማ ብግዴት ከእትወኒ እዩ ዝመስል ዘሎ። ብጀካኡ ብዘይ ፍታወይ ንወደይ ናጅብ ዝብል ስም ኣውጺእሉ። እንተስ ብዋዕየይ እንተስ መስጣ ናይቶም እንዳፈተዉኒ ምሳኹም ኣለኹ እንዳበልኩ ኣብ ጎልጎል ዝሓደግኩዎም ደቂ ሃገረይ ህይወተይ ብጣዕሚ እዩ ዘጽልኣኒ ዘሎ። ብፍላይ እቲ ናይ ሕብረተሰብና ማሕበራዊ ህይወት ብጣዕሚ ናፊቐዮ። ብጀካ እቶም ኣፍጋኒስታን ኣብ ገዛና ዝመጹ ንኣቦ ደቂ ኣዕሩኽቱ ይኹን ቤተሰቡ ገሊኦም ጀርመን ኣይኽእሉን፣ ገሊኦም ዓያሹ እዮም ዝመስሉ፣ ክዛረቡ ከለዉ ዝሓሚኑን ዝጸርፉንን ዘለዉ ኮይኖም እዮም ዝስምዑኒ፣ ስለዚስ ክቡራት ኣሕዋት ነዚ ኣቦ ወደይ ዕድል ጌረ ዝኾነ ቃል ኪዳን ኣይኣሰርኩሉን፣ ኣብዚ ሕጂ ዝመጸኒ ዘሎ ሓሳብ ጠቕላላ ካብኡ ምፍልላይ እዩ፣ ወድን ኣቦ ወደይ ክርስትያን ክኾኑ እኳ ክንደየናይ ፍቓደኛ ከይኮን፣ ኣብ ጎጉል ከም ዘንበብክዎ ግን እቲ ቆልዓ ክሳብ ወዲ ዓሰርተ ሸሞንተ ዓመት ዝኣክል ብዘይ ሃይማኖት ክዓቢ ከም ዘለዎ እዩ። ዓሰርተ ሸሞንተ ምስ ኣኸለ ግን እቲ ውሳነ ናብኡ ምዃኑ እዩ ዝሕብር ሕጊ ጀርመን። ወላ ሓቢኤ መጠመቕክዎ ነይረ ዝብል ሓሳብ ኣለኒ። ግን ግዲ እንድዩ ሓደ ቆልዓ ወዲ ተኾይኑ ኣብ ኣርብዓ መዓልቲ ጓል ተኾይና ድማ ኣብ ሰመንያ መዓልቲ ዝጥመቕ ወላስ ኣብዚ ሕጂ ሰዓት ንወደይ ከጠምቖ ይኽእል እየ። ሓፈሻዊ ደልየዮ ዘለኹ ምኽሪ ግን ኣቦ ወደይ ኣይጸልኦን ግን ካብ ግዜ ናብ ግዜ ክጸቅጠኒ ይደሊ ስለ ዘሎ ውሕጅ ከይመጸ መንገዲ ውሕጅ ጽረግ ከም ዝብሃል ክፋላለ ይሓስብ ኣለኹ ሕጅስ እንታይ ክገብር እንታይ ትመኽርኒ ካብ ሓብትኹም ሄርሜላ ንባሪት ጀርመን።